ያው ናይ ሎማዓንቲ ቪድዮ ልመፃክሉ ፍልይ ፍልይ ፍልይ ልበለ እዩ ሓንቲ ሓፍተይ ታይ ኢላትነላ ኣውዚ ዶ ኣውዚ ደሞ መስሓቅ እዩ እኳይ ሓዳር ኣለኪ ዶ ቆልዓ ወሊድኪ ዶ ኣብ ጎንኪ ክከውን ትፈቅድለይ ዶ። ሰላም ሰላም ናይ ሙቡ ዩቱብ ቻናል ተኸታተልቲ ቤተሰበይ ከመይ ኣለኹም ዳሕና ድኹም? ኣነ ሰላም እየ እግዚኣብሔር ይመስገን በብለለኹሞ ሰላም እግዚኣብሔር ብዝሕ ትርፍ ይበለልኩም። ያው ናይ ሎማዓንቲ ቪድዮ ልመጻኹሉ ፍልይ ፍልይ ፍልይ ልበለ እዩ ታይ ሒዛትልና መጽያ ተልኩም ምስገና ኢቱቦይ ብጣዕሚ ኣብ ከባቢ ኣብ ክልተ መዓልቲ ሰለስተ መዓልቲ ልዕሊ ሓደ ሽሕ ሳብስክራይብ ስለ ዝገበርክናለይ በተለይ በተለይ ደቂ ኣንስትዮ ኣሕዋተይ ካብ ልቢ እየ ዘመስግን። ክበራለይ ክብሪ ተወንዘፋለይ። ንዓኻትን ዝኾን ቃላት የብለይ ኣርኢኽን ኣንኢኽን ክብርኽን እና ክብሪ ተወንዘፋ ዘን ኣሕዋተይ መዓረይ እና ፍቕርኽን ኣነ ከምዘይመስለኒ ነይሩ ከምዚ በቃ እንድዒ ፍልይ በቃ እንድዒ ታሕጓሰይስ ክገልጸ ይክኣልኪ እና ዘን ኣሕዋተይ ማዓረይ ንዓይ የምስልክን ሓሳብ ልብክን ኣስሚሩ ክዓ ልመሬት ዓድክን የብቅዕክን ፍቅርክን ካብዙይ ልላዕሊ ክዓ ክትገልፃለይ ባዓልቲ ሙሉእ ተስፋ እየ እና በተለይ ሓደ ሓደ ኣሕዋተይ እኒኢክን መብዛሕቲእክን ኣይፈልጠክን እይ ግን በቃ ሰብ ሕልና ስለ ልኮንክን ናይ ስደት ነገር ስለ ልርደክን ብጣዕሚ ልኣብነት ከም ለደ ኣደ ቀላኣብ ተመስገን ትብል ሓፍተይ በተለይ ዩቱበይ ክዓቢ እያ ገይራትለይ ሼር ላበለት ምናምን ማለት እዩ እና ለለኒ ጎደሎታት ለለኒ ሓሳባት ጥፍኣታት ክህል ይኽእል እዩ ብሓሳብ ኣርማ ንዘን ኣሕዋተይ መዓረይ እና ደቂ ኣንስትዮ ኣሕዋተይ ክብሪ ተወንዘፋለይ ብጣዕሚ እየ ለመስግን ኣብ ጎነይ ምዃንክንሲ ፍቕርኽን ገሊፅክናለይ ኢኽን ሓደ ዓመት እኳስ ተቐሚጦም ሳብስክራይብሲ ሓደ ሽሕ እኳስ ለይመልኡ ብዙሓት እዮም እሞ ኣብ ክልተ መዓልቲ ሰለስተ መዓልቲ ልዕሊ ሓደ ሽሕ ሳብስክራይብ ከግኒ ልገበርክናኒ ኣሕዋተይ የቀንየለይ ክብለክን ይደሊ ካብኡ ደሞ ብዙሓት ኣሕዋተይ ብመሰንጀርም ብኢቱብ ኣብ ኢቱብ ኮሜንትም ኣቲክን ልጽሓፍክናለይ ኣለክን ልኣብነት ሓንቲ ሓፍተይ ታይ ኢላትኒ ናይ ክዳን ናይ ክዳን ስልኪ ኣብቲ ስር ኣለክን እዩ ጽሒፈልክን እየ ኣብ ዓለም ኣቀፍ ካርጎ እዩ ልብል ቁፅሪ ስልኪ ተደሊኽን ግን ብቁፅሪ ልክፅሕፈልክን እየ ኣብታ ዝሰራሕኹዋ ቪድዮ ለግን ኣላ እያ እና ተወሰነ ሕቶታት ኣለኒ ሓደ ልምስገና ካልኣይ ከዓ ሕቶታት ግን ልክምልስ እስካዕ ሕዚ ምድንጓየ ደሞ ብጣዕሚ ይቅርታ ከምቲ ዓመቱ ገዳም ኣውርሃዊ ኣፅዋ ስለልነበረ ላብኡ ገለ ከይደ ስለልነበርኩ እየ እና ይቅርታ ብዙ ይጋጣም ደሞ ይቅርታ ይብለክን ዘን ኣሕዋተይ ማዓረይ እና ሕቶታትክን ሓንቲ ብሓንቲ ክምልሰልክን እየ ብብል ተኸኣለና ዓቕሚ እና ምክርክን ሓገዝክን ኣይፈለየኒ ኩሉ ግዜ ኣብ ጎነይ ኩና እና ላብቲ ሕቶታት ክኣቱ እየ ተከታተላኒ። ሓንቲ ሓፍተይ ታይ ኢላትኒ ኣላ ኣሜን ኣሜን ንእሽተይ ካብ ጭንቀተይ ብሓሳብኪ ቅልል ኢሉኒ ኣሎ ኣብ ሂወተይ ትብላ እና ብዚ ኣጋጣሚ ከመሓላልፎ ዝደሊ ኩልና ደቂ ኣንስትዮ ዓዲ ዓረብ ለለና እኳ ንፈልጦ ኢና። ምኽሪ ልደሊ ሰብ ኣሎ እዩ፣ ምኽሪ ለይደሊ ሰብ ደኣ ኸዓ ኣሎ እዩ። በተለይ ክንቅየር ንደሊ ደቂ ኣንስትዮ ምኽሪ ምውሳድ ኣይንጽሎ እዩ። ካብቲ ቅንጭብ ካብቲ ቅንጭብ ኣቢልና ትለድልየና ምኽሪ ንወስድ፣ ትለየድልየና ምኽሪ ኸዓ ንገድፎ ማለት እዩ። ምኽሪ ወዚሕና ኣይንበል። ምኽንያቱ ምኽሪ ክበዝሐና ልገብርሎ ካብ ልውህነት ካብ ኣዋሃህባና ካብ ቅርሺ ኣጠፋፍኣና ልተላዕለ እዩ እና ዘን ኣሕዋተይ ማዓረይ ትጭነቃ ኣሕዋተይ ለእግዚኣብሔር ኣምላክ ኣቅሊሉ ልመሬት ዓድኽን የብቅዕኽን እየ ልብለክን ኣውዚ ካዓ ሓንቲ ሓፍተይ ብጣዕሚ ህድእ ልበለ ኣቀራርባ እዩ ክልተ ግዜ እየ ደጋጊመ ሰሚዐዮ ክብሪ ይሃበለይ ዛሓፍተይ ማዓረይ ብሰላም ንመሬት ዓድኽን ኣቲኽን ከኣ ንራኸብ ይግበረና። የቐንየለይ። ሓንቲ ሓፍተይ ደሞ ታይ ኢላትኒያ ታይ ክንሰድድ ኣቁሑ ስርሕልና ልበለትኒ ደሞ ካብ ሱዑዲ ዓረብ ሒዝክንኦ ክትመጻ ትደልያ ያው ናኩለና ድልየት ይፈላለይ ድዩ ከምሊ ማሽን ናይ ሽንጉርቲ ናይ ስጋ ናይ ጁስ ካብኡ ደሞ በርሙዝ ናግዓት ነገር ኮይኑስ ብረታ ተለዋ ለየ ዝሕላ ናግዓት ንጸብሒ ምናምን ማለት እዩ ብብረት ኣለዋ እሳተን ሓደ ሓደ ከዓ ብርሙዝ እምበይ ብብዙሕ ያው እዩ ትሸርፊ ተቑሑ ገዚእኽን ካብኡ ትሰደኦ ናመልኣኺ ርካሽ እዩ ኣውዚ ተውፀኦለ ርካሽ ርካሽ እዩ ግን ካብኡ ጥቕልል ኣቢልክን ሓደ ሓደ ትሰርሓሉ ነገራት ከምሊ ኮምቦርታ ኣንሰላ ሒዝክን ተትመጻ ደስ ይብለኒ ከምኡ ገይረ እየ ለባዕለይ ሒዘ መጽየ ለድልየኒ ለድልየኒ ሓደ ሓደ ናጁሳት ካዓ ኣውዚ ክባር ሰለልኾነ መለኦኺኡ ኽዳን ካዓ ልኪሎ ሓሙሽተ ቅርሺ ሽዱሽተ ቅርሺ ወይ ሓሙሽተ ሓምሳ እዩ ልኪሎ ልሓንቲ ኪሎ ማለት ኣብ ካልእት ሐዚ ሸውዓተ ኪሎ ሸሞንተ ኪሎ ኣሎ ብዚ ኣነ ልለኣኽክዎ ግን ሓሙሽተ ኪሎ ገለ ሰለልኾነ ጋዛዛት ጋዛዛት ኳስ ኣነ ሒዘ መጽየ እየ ተመስገን ጠቂሞምኒ ካዓ ኣውዚ ኣትዮም ማለት እዩ እና ከምሊ እዚኦም ልበሉ ኣቑሑ ሒዝክን ተትኣትያ ይመክር። ኣብ መሓይልከ ይመፁ ዶ? ኣብ መሓይል ጅዳኸ ይመፁ ዶ ልበልክና ነሕዋተይ ከዓ ስልኪ ኣቕሚጠልክን እየ ይመፁኽን እዮም። ምኽንያቱ ንኣለም ኣቀፍ ጉምሩክ ስለልኾነ መፂኦም ክወስድልክን ይኽእሉ እዮም። እዞም ኣሕዋት እዘን ሓተይ መዓረይ ብመሰንጀር ልብዙሓት ሓቲትክናን ብዙሓት መሊሰልክን እየ ብፅሑፍ። ኣውዚ ካዓ ቁፅሪ ኣፍታ ልሓለፍክዋ ቪድዮ ኣላ እያ ብጎነይ ማለት እዩ ብፀገማይ ኢደይ ፅሒፈ ኣቅሚጠልክን ኣለኩ እየ እንድሕር ደሊክን ደሞ ፅሒፈ በብውልቀ ከቅምጠልክን ይክእል እየ እዘን ኣሕዋተይ ሓንቲ ሓፍተይ ደሞ ናይ ገዛ ኣቁሒትኪ ቀሪፅኪ ሰደድልና ስርሕልና ቪድዮ ክንደይ ከም ልውድእ ልበልክኒ በብዓቅምካ እዩ ልንበር ኣውዚ ልኣብነት ሓንቲ ሶፋ ስለ ልገዘእት ኣነ ሶፋ ክገዘእ ይክእል እዩ ቅልል ቅልል ዓራት ንእሽተይን ኣርማድዮ ንእሽተይ መቀመጢ ተለብይን ምናምን ገዚእካ ላወሰኽካ ኢኻ ትኸድ ካብኡ ደሞ ገዛ ለይብልና ገዛ ሰሪሕና እስክንመፅእ ዶ ገለ ልብል ንላ ሓንቲ ሓፍተይ ሰለስተ ሚእቲ ሽሕስ ወይ የስረሐኒ ዶ ደኺምኒ ምናምን ልበልክኒ ሓፍተይ ደሞ መፂ ከውዚ ኢለ ክትሰርሒ ትኽእሊ ኢኺ ሰለስተ ሚእቲ ሽሕ ሒዝኪ መፂኺ ሰውዚሲ እንድሕር ትፈልጦ ኮይንክን ካምላ ዓወት ወዲ ሽረ ብሳላሳ ሽሕ ቕርሺ እየ ጀሚረዮ ኢሊ ስራሕ እሱ ልባዕሉሲ መርኣያ ትግራይ እዩ በቃ መርኣያ ደቂ ኣንስትዮ መርኣያ ስደተኛታት እዩ እና ሓደ ሓደ ካብቱ ኣጀማምራ ስራሕ ሪኢና ግድን ሚልዮን ሒዝካ ለተሓሕዛ እንድሕር ለይብሉ ቅርሺ ዋጋ የብሉይ እና እና ሰብ ለይተስማዐ እዝን ክንዲ ሰብ የይትሃውኦ ዓቅምና ሒዝና ከይድናሲ ክንሰርሕ ንክእል ኢና በቃ ኣተሓሕዛ እዩ እምበይ ብዒስራ ሽሕ ክጅመር ይክእል ብሚእቲ ሽሕ ክጅመር ይክእል ካምኡ ደሞ ገዛ ላሰራሕኩ ነይረ ደኪምኒ ከመይ ክገብር ለበልክኒ ሓፍተይ ደሞ መፂካ ዓድኪ ስራሕክ ላሰራሕክ ለገዛክ ተስርሒ ትክእል ኢኪ ካብ ዓቅምኪ ልላዕሊ ልኮነ ስራሕ ኣይትስራሓ። ምኽንያቱ ገንዘብ ልሂወት ክገዝእ ይኽእል እዩ ሂወት ግን ተልዩ ገንዘብ ክሰሪሑ ከምጽእ ይኽእል እዩ ዛን ኣሕዋተይ መዓረይ ካብዚ ይደሊ ይደሊ እዩ ትብልዮ ቁሑለ ነጊረክን እየ በቃ ናይ ማሽናት እና ሓደ ሓደ ነገራት ናብ ውርሙዝ ልሻሂ ልቡና ልኾንና ና ማሽናት ሓደ ሓደ ነገራት ሒዝክን ተመጺኽን ካብኡ ለ ቦራጭ ቆተይ ቀረይ ኣነ ሃምትለክን ልኹ ሒዘ መጽኤ ክጠቕመክን ልኽእል በዓልትኽን ኣይጠፍአክን እና ክዳን ደይ ተብዝሓ ክዳን ናዩ እዚ ክትክደኖ ብጣዕሚ እዩ ለጽልእ ክዳውንቲ ብዙሓት ኣሕዋተይ ዋላ ሰሪሐንኦ እየ ክዳን ሒዝኪ ደይትምፃእ ኮምቦርታ ኣንሰላታት ምናምን እና ንእሽተይ ናይ ገዛ ኣቁሑ ጌርክን ኣብ ሓንቲ ካርጎክን ጎማ ጌርክን ርካሽ እዩ ክልተ ካርጎ ክልተ ካርጎ ሓደ ሻንጣይ ሽሒ ክልተይ ሪያል ማለት ሲ ርካሽ እዩ እና ቀስላ በልክን ሓደ ቃሓ ለማዓንቲ ገዛ ሓደ ቃሓ ላፍታ ልዮይት ወርሒ ሓደ ሃምላልክን ኣቁሑ ተጣራቃሚ እዩ ከምዚ ሓጥያት እና ቅርሺ ተጣራቀሚ ልባሃል ከምኡ እየ ቃሓለ ንእሽተይ ንእሽተይ ላገበርክን ተጣራቃሚ እዘን ኣሕዋተይ ማዓረይ ሃምኡ ገርክን ተታኣትያ ደስ ይብለኒ። ኮምቦርታ ኣብ ዓዲ ጥዑይ የሎ ድዩ የለን ወይስ ካውዚ ሒዝና ምምጻእ ይሕሸና ልበልክን ኣነ ብካማይ ኣማራጭ ካውኡ ሒዝክን ተትመጻ እዩ ደስ ልብለኒ ምንም ዋላ ሒዝክን ተትመጻ ምክንያቱ ኣብኡ ብቅንዕና እዮም ልሸጡልካ ጥዑይ ሕማቅነት እዙይ ትርኩ እዩ እዙይ ከምዚ እዩ እዮም ልብሉካ ከምዚ ትንኩልናስ የለይ እውዙይ ኣብ ኣብ ስዑድ ድባ ትንኩልናስ የለ ኣውዚ ግን ክውኽ ይኽእሉ እዮም ምንም ትርጉም ኮምባርታነቱ ስለለይ ንፈልጦ በተለየ ንሕና ኣብኡ ንነበርና ብገንዘብ ብጣዕሚ እዮም እንትንሉና ይፈልጡና ኣለ እዮም እና ካብ ቦርታ ካብ ስዑዲ ሒዝክ እንተትመፃ ደስ ይብለኒ በቃ ካብ ስዑዲ ካብኡ እዩ ኦሪጂን ኣለ በቃ ኣፈላላይ ስኒኦዎ እዩ ኣብዚ ሕዚ ሃምዚ ጌርክ ምንጨት ክተብሎ ተልክ ንዓሊ ምንጨት እዩ ናብይ ግን ኣይ ምንጨት እዩ እና ልብኻ ገዚእኻ ሒዝካዮ ትመፅእ ኮምቦርታ ናታ ዓዲ እዩ ልሐሽ እየሉ ሓንቲ ሓፍተይ ደሞ ኣብ ዓድናስ ሰላም የለይ እዩ ልበሃል እስኪ እቲ ሰላምሲ ከመይ ከመይ እዩ ለሎ ብደንቢ ጌርኪ ግለጽልና ትብለኒ ኣላ ኣነስ ክኣ ሐዚ ለለኽዎ ያው ሓደ ሓደ እንትናተይ እዩ ዝሰኣኒ ናይ ቢሮታት ግዛዕ እምበይ እስካዕ ሐዚ ሰላም ኢና ካብ ቦታ ለቦታ ንቀሳቀስ ኣለና ምንም ነገር ጦርነት የለይ ገለ የለይ ካምኡ ላበልክን ዕድምኽን ዓድማትክን ኣይትወዳኣ በተለይ በተለይ ዓበይቲ ኣሕዋተይ ኩሉ ግዜ ለይብለክን እየ ዓበይቲ ኣሕዋተይ ኮይንክን ቆልዓ ለይወለድክን ገዛ ሰሪሕኽን ዓዲማትክን ተባሃለ ኢልክን ዕድመኽን ኣይተወዳኣ ዘን ኣሕዋተይ ማዓረይ ገዛ ሲ ዕድመኻ እዩ ገዛኻ በቃ ገዛ ተተረኺቡ ዕድም በቃ ፅቡቅ ሂወት ተሊካ ጢዒና ተሒዝካ ፀገም የብሉይ ተተሰረሐ እጋርካ ላሓመምካ ርእስኻ ላሓመምካ ላተጨነቅካ ልስራሕ ገዛ ግን ይትረፍ ሓደ ማዓልቲ ዕርፋ ወሊድክን ውላድክን ጨና ውላድክን ኣስተማቅራ እየ ልብል ዘነ ኣሕዋተይ ማዓረይ እና እንድዒ ኣነ ሰላም እየ ሽካዕ ሐዚ በቃ ዋላ ምንም ይሃሊ ምንም ሲ ኣብ ዓድካ ተተጨናኒቅካስ ቤተክርስትያንካ ከይድካ ናይ ልብካ ተውግዕ ስደት ግን ይፎልጦ እየ ብለይ ምንም ዕረፍቲ ብለይ ምንም እጃዛ ብለይ ምንም ገዛ ክራይ ምውፃ ኣብ ዓዲ ዓረው ሪኤዮ እየ ኣነ ጭንቀትካ ልማንም ተካፊልካዮ ስካዕ ጭንቀት ሒዝልካ እዩ ልመፅእ እና ምንም ነገር የለይ በቃ ምንም ነገር የለይ ኩሉ ነገር ምስ ወላዲኻ ዓድኻ ምግፋጥ እዩ ጽቡቕ እና ኣብ ስደት እኳ ዝኹላይ መንከራ ሓሊፍክንስ ኣውዚ ኣይትጭነቕክን ብጣዕሚ ኢኽን ጎወዛት ትኾና ኣውዚ እና ኣይትጨናነቓ ምንም ኩናት ነገር የለይ እስካዕ ልረእኽዋ ግዜ ምኽንያቱ ሓደ ሰብ ትፎትዮ ከማኻ መንከራይ ዓጸባት ኢሊ ረእየ ንዓላ ኣውዚ ይኩን ንዓ ጦርነት እኒኤ ይትብለይ እንድሕር ኣልዩ ህይወት እዩ እና ዘን ኣሕዋተይ መዓረይ ዓድኽን እተያ ምንም ነገር የለይ ዓድኽን ሰሪሕኽን ብልዓ ካብ ላዕዎት ኣሕዋትና ጀጋኑ ተምሃራ እየ ልብለክን ዘን ኣሕዋተይ ማዓረይ ኣውዚ ዶ ኣውዚ ደሞ መስሓቅ እዩ እኳ ኣይ ሓዳር ኣለኪ ዶ ቆልዓ ወሊድኪ ዶ እወ እግዚኣብሔር ይመስገን ብፅቡቅ ግዜ ቅድሚ ስደት ምውፀይ ወሊደ ምቅርቲ ልኾነት ጓል ኣላትኒ ሓዳርለ ገና ድሕሪ ተመርዒኒ ደሊኹም ኣመርዒኒ ብዚ ኣጋጣሚ ሓንቲ ሓፍተይ ድሞ ክዳን ክትልእኺ ተለኽሲ ብምንታይ ሰዲድክዮ ብጎማ ሓደ ካዓ ካሻ ልመስል ኣሎ ካልኣይ ደሞ ሳጡን ልመስል ሓጭን ኣሎ ግን ለቁሒትካ ማለት እዩ በተለይ እቲ ኮምቦርታ እዚ ፋርሻ ልመስል ሕማቅ እዩ ብልበለፀ ግን ኣብ ጎማ ኣብ ጎማስ ብርጭቆ ተይቀረየ ይኣቲ እዩ እና ኣብ ጎማ ተትልእኮኦ ካብኡ ልተበለ ደሞ ብዚ ሳንዱቅ ልመስል ብረት ኣሎ ኮምቦርታታት በተለይ ግን ልፅዳቱ ግን ኣብ ጎማ እዩ ቆንጆ በቃ ኣብ ጎማ ገይርካ ብደንቢ ላፀቀጥክ

ሓፍሳ ኣጋይሽ ተኾይንክን ወይ እንድሕር ለይትፈልጥኦ ብረት ኣለዋ ሓፍሳ ብዙሕ ዓይነት እዩ ኣሎ ምኽንያቱ ላብ ርሑቕ ዓዲ ዋላ ሒዝክና ኣለኹ ትከዳ ፀብሒ ገዓት ከም ትልበልኩን ዓንቶ ሓፍዛ ልበሃል ኣሎ እሳተን በተለይ ተን ብረት ብጣዕሚ እዩ ቆንጆ በቃ ተቐማጢ ኣቕሓ እዩ እና ሓፍዛ እዩ ልበሃል ዛም ቤተይ ሓንቲ ሓፍተይ ደሞ ኣቑሑሲ ጋዛዛት ጋዛዝ ትፈልጦ ይኽን ንስኻትን ምስትዋታት ነገርሲ ክኣቲ ይኽእል ዶ ከምዚ ብርጭቆታት ነገር ይኣቱ እዩ ኣነ እእትዮ እየ ይኣቲ እዩ ብቻ ግን ላውዚ ብርጭቆ ላውዚ ብርጭቆ ይኹን ላው ዝኾነ ጋዛዝ ጨርቂ ላቕመጥክን ጨርቂ ላቕመጥክን ይኣቱ እዩ ብደንብ ጌርክን ሸብሽብክን ኣብ ማእኸል ኣብ ማእኸል ላኸበብክን ብወሰኑ ወሰኑ ጨርቂ ላገርክን በተለይ ካብ ምልኹም ቦርታ ርጉድ ለበለ ጨርቂ ጌርክን ይኣቱ እዩ ክንደይ ኪሎ ይሕዝ እቲ ጎማ ሰማንያ ኪሎ እስካዕ ሰማንያ ክልተ ኢለይ ሕዚ ከመሻጓሽጎክን እዩ ኣውዙይ ደሞ ወዲ ቃሺ ሓውና መብዋይ ካብ ብቆልዓኪ እየ ዝፈልጠኪ ጠንካራ ሕያወይቲ ፅሪቲ ጓል ኣነስተይቲ እኪ ሐዝም ኣሎ ጥንካሬኪ እና ብሓንሳብ ይኩን ብሓሳብ ይኩን ብሓሳብ ይኩን ብገንዘብ ኣብ ጎንኪ ክከውን ትፈቅድለይ ዶ ዝሓፍተይ ኮቦሮ እውን ክትወቅዒ ተለኪ ምስ ኣደዋኪ ኩሉ ግዜ ኢኪ ትረኣይኒ መብዋኒ ጥንካሬኪ ዝፈልጠኪ ብጥንካሬኺ ዝፈልጠኪ እየ ብጥንካሬኺ ዝፈልጠኪ እዩ ዝፈልጠኪ ተኣምንዮ ይሓሊኺ ኣሜን ጎይታዋይ መዓረይ ኣብ ቐረባ ግዜ ትፈልጠን ትኾን ግን ኣቴ ፎቶ ካለ የግነኹልካይ ብጣዕሚ እየ ለመስግን ያው ከወረዎ ይወቅዕ እየ ምስ ወላዲተይ ይወቅዕ ነይረ ቀደም እና ብጣዕሚ እየ ለመስግን ክብረት ይሃበለይ ከም ከምዚታት ልበሉ ኮሜንትታት ክትርኢ ተለካ ደሞ ብጣዕሚ ኢኻ ትሕጎስ ነቐፌታ ተልይዎ ለውን እቲ ስሕተትካ ክተስተኻኽል ይገብረካ። ከምዚ ለለ ሞራል ደሞ ብጣሚ እየ ኣነ በቃ እንዴ ካብ መሬት ልዕል ክብል እየ ልገብረኒ እና ልምኽርኻ ልሓሳብካ ደሞ ብጣሚ የቀንየለይ ጎይታዋይ ማዓረይ ተልፈልጠካ ደስ ምበለኒ። ኣብዚ ደሞ ሓንቲ ሓፍትምና መብዋኒ ኣነ ዝፈልጠኪ ኣብ እስርይበት ስዑዲ እየ። ግን ንተጋሩ ኣሕዋትኪ ዝነበረኪ ፍቅርስ ይፍለ እዩ ምሽጥር ምፍቃር ንደቂ ኣንስትዮ ስደተኛታት እንታይ እዩ ካብኡ ደማ ክትስሕቅን ክትስዕስዕን እየ ዝርእየኪ ምሽጥር ደስታኪ እንታይ እዩ መልስለይ ምሽጥር ደስታ By the way ኩሉ ግዜ ታይ ልባሃል ምሸላ ስያላ ስሓቅ ኣይሓራ ልባሃል ምሳሌ ኣሎ ኣነ ምስሓቅ እየ ልፎቲ ምጭዋት እየ ልፎቲ በተለይ ኣብ ስደት ምክንያቱ ኣነ እንድሕር ቀስመይ ተሰይሩ ይስበር እዩ ይሓርቅ እየ ይበክእ እየ ካም ሃገረይ ግን ላው ደገ ምውጻእ ኣይደልይ ምክንያቱ ብዙሓት ደቂ ኣንስትዮ ኣሕዋተይ ኣለክን ኢክን ትፈልጣኒ ኣብ የመን ሰብ ስኢንክን ዝተቀበልኩክን ኣሕዋተይ ኣለክን ኢክን ኣብ ስዑዲ ኣቲክን ገንዘብ ረኪብክን ኣብ ስዑዲ ተቀባሊ ስኢንክን ዝተቀበልኩክን ኣሕዋተይ ሎ ብዘይ ኣጋጣሚ ትፈልጣኒ ኢክን ኣለክን ኢክን ብዙሓት ጀጋኑ ኣሕዋተይ ተቀየርክን እና ለኣተን ይነግረን እየ ቅርብ ልበላ ጓላት ደቂ ኣንስትዮ ኣሕዋተይ ከምዚ እዩ ከምዚ ሂወት ሐሊፈ ከምዚ እየ ደገ እየ ከምዚ እምበይ ውሽጠይ ከምዚ እየ ላበልኩ ቡርቱዓት ልክኾን ኣይገብረን እየ እና ምንጪ ሳሓቀይ በቃ ምስሓቅ እየ ልፎቲ ምኽንያቱ ሰብ ኩላትና ብብናዓልትና ኣለና ጎኦና ለድንቀና ጎኦና ድኻዓ ልነቅፈና ትሕት ከብለና ልደሊ ሰብ ኣለና ልከምኡ ኢደይ ምሃብ እየ ልፎቲ ብጣዕሚ እየ ምስሓቅ ልፎቲ ብጣዕሚ እየ ምጭዋት ልፎቲ ልፈልጠኒ ካዓ ይፈልጠኒ ጥንካሬ የለኒ እዩ ድኽመት ለለኒ እዩ ግን ድኽመተይ ልውሽጢ እየ ልገብር እና ብዙይ ኣጋጣሚ እው ምስሓቕ ምጭዋት ይፎቱ እየ ድኽመተይ ከዓል ውሽጢ ቐባሪት እየ እና ብዙይ ኣጋጣሚ ክነግረክል ደሊ ዝሓፍተይ መዓረይ ኩሉ ጊዜ ድኽመት ካል ደገ ክተውፅኦ ፅቡቕ የኾነ ምኽንያቱ ብዙሓት ናትና ውድቀት ልደልዩ ሰባት ኣለዉ ናትና ፍሽኽታ ልሕጉሶም ከምዝኻመ ሓፍተይ ደሞ ናትና ደስታ ልደልዩ ሰባት ኣለዉና ምሽጥር ደስታይ በቃ ናጋ ካሊእ መዓልቲ ምዃኑ ኢለ እየ ሓሲበ ስለ ልጓዓዝ እየ እና ለይሓረቀ ይኮኪ ብውሽጠይ ክብለኪ ደልየ እየ እና። እሺ ጽቡቅ ሓደ ሓወይ ደሞ ታይ ኢልኒ ጋል ድያ ወዲ እንድዒ መስሓቅ እዩ ካብቲ ቁምነገር ሲ መስሓቅ እዩ ዝሓፍተይ ማዓረይ ሓዳር ኣለኪ ዶ ቆልዓ ወሊድኪ ዶ እወ ተመስገን ቆልዓ ቅድሚ ስደት ምውፀይ ወሊደ እየ እግዚኣብሔር ይመስገን ማሓዛ የላትን ናቡ ቆልዓይ ናቡ ንእሽተየይ ማሓዛይ ኮይናትለይ እያ እና ሓዳር ከለኪ ዶ ልበልካኒ ጋል ድኪ ወዲ ተመርዒኒ ተደሊኺ ገና እየ እኒኤኹ እና ሓንቲ ሓፍተይ ደሞ እንታይ ኢላትኒ ካብ ፌስቡክ እየ መፅኤ ንዓኺ ምስ ረእኹሲ ሓሳበይ ጭንቀት ብይቱ እያ ፅሒፋትለይ ኩሉ ሓሳበይ ስንዓኺ ሽኽ ኢለና ፍሽኽ ለብለግ ነገር እንታይ እዩ ዝበልክኒ ደሞ ዓደይ ብላኣቶ ፍሽክ ክብል እየ ደስ ኢሉኒ በቃ ደስተኛ እየ በቃ ኣይጭነቀ ኢለ እግዚኣብሔር ይመስገን ምክንያቱ ካብዚ ወርሓ ጨውላልካ ካብዚ ሓሳብ ካብዚ ናፍቆት ስለ ዝተጋላገልኩ እዚ እዩ ምንጨይ ይብለኩምና ብሩካት ፍትዋት ተከታተልተይ ትደልይዎ ሓሳብ ትነቅፉንም ኣለኹም ሓደ ሪኤ ኣለኹ ኣብ ፌስቡክ። ሚክኣፕ ተጠቂምኪ ኢኺ ልበልኩምኒ ኣሕዋተይ መለኹም ማለት እዩ ሚክኣፕ ተጠቂመ ይፈልጢ ምንም ነገር ላብ ገፀይሲ ሕሩጭ ወዲ ሕሩጭሲ ተጠቂመ ይፈልጢ ኣጠቃቀማኡ ከዓ የፈልጦይ ቆልዓ ገጠር እየ እና ካብኡ ደሞ ሓንቲ ሓሳብ ደሞ እንታይ ሪኤ ነይረ ናይ ርጉ ሓፍትና ሓሳብ እያ ኣምፂኣታ ኢላ ሜንሽን ገይራታ ነይራ ኣነ ናሰብ ሓሳብ ኣምፂኤ ይፈልጢ ምክንያቱ ርግኡ ልሐለፈቶ ሂወት ኣነ ልሐለፍክዎ ሂወት ሐደ ክኾን ይኽእል እዩ ምኽንያቱ ኣብ ስዑዲ ዓረብ ኮይናሲ ኣብ ትግራይ መጺኣ ጸገማት ትሪኦ እያ ኣንሕና እንዲያም ስደተኛ ልስደተኛ ባዕልትና ስለ ንራኣኣ እዩ እምበይ ልሓዋለይ ሓገዘት ጓል ኣንስተይቲ የላይ ኣብ ዓዲ መጺኣ ገንዘብ ለይተጠለመት ጓል ኣንስተይቲ የላይ ለይጸገማ የላይ ወይ ከዓ ከምቱ ትገብሮ ነበረትሲ መጺኡ ልገበረላ ሰብ ስለ ለየለ እዩ ስለዚ ኣብ ማንም ኣብ ማንም ሂወት ሪኤ ወይ ብማንም ተደሪኸ ለይኮንኩሲ ኣብ ባዕለይ ልበፅሐ እርጉ ሓፍተይ ኣብ ባዕላ ልበፅሐ ኣብቲ ምድሪ ለሎ ሓቂ ኣቅሪባቶ ኣነ ካዓ ከምኡ እና ሰባት ልሰባት ለተነይነጋጭይ ደስ ይብለኒ ለለኩም ሪኢቶ ለለኩም ካባይይ ኣነ ጥፍኣት ተልይኒ ካዓ ኣርሙኒ ዞም ኣሕዋተይ ማዓረይ በተለይ ደቂ ኣንስትዮ ኣሕዋተይ ካዓ ብጣዕሚ እየ ልፎትየክን በእውነት ኣነ እንድዒ እና ሓሳብክን ለ ኣይፈለየኒ። ለሎ ጥፍኣታት ነቐፌታት ክካዕ ይደሊ እየ ምክንያቱ በዝሒ ፀሪፉካ ሓደ ክልተ ሰለስተ ተቢልካ እኳስ ክትወቕሶ ይትደሊ ክትፀልኦ የብልካ እዩ ምክንያቱ ነገራት ከተስተኻኸል ይዕድመካ እዩ ድሕር ስኡ ፅቡቕ ፅቡቕ ላበለ ፅቡቕ ፅቡቕ ኮሜንት ይብካ ግን በቃ ፅቡቕ እየ እኒኦ ክኢልካ ኢኻ ገደል ትኣትና ነቐፌታትክን ተልይክለ ክቕበለክን ይኽእል እየ ዘን ኣሕዋተይ መዓረይ እና ክብሪ ተወንዘፍ ኣለይ ዘን ኣሕዋተይ መዓረይ ንዓይ የምስልክን ሓሳብ ልብክን ኣስሚሩ ትደልይኦ ኣሳኺዑ ልመሬት ዓድኽን የውቅዕኽን ቻው ፈትየክን እየ።